ሰላም ከመይ ትጸንሖ ክቡራት ተኸታተልትና፣ እዚ ቦይተና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታትና ብእዋኑ ንኸበጽሐኩም ሓድሽ ተዝኾንኮም ሳብስክራይብ ምግባር ኣይትረስዑ ሼር ላይክ በመግባር እውን ክተተባብዕና ብክብሪ ንዕድም። ምዕራብ ትግራይ ስርሒት ምጅማሩ ሕጂ ዝተረኸበ ሰበር ዜና። ልኡኽ ሰላም ጉጅለ ትግራይን መልሲ ኣራት ኪሎን መጠንቀቕታ ዋና ሓላፊ ሰራዊት ትግራይ ንብልፅግና ካብ ኣስመራ ናብ መቐለ ዝኣተወ ልኡኽ ጉጅለ ብደቡብ ትግራይ ዝካየድ ዘሎ ውግእ ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብክብሪ ንዕድመኩም ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ትግራይ ቅድሚ ዝኾነ ይኹን ስጉምቲ ሙሳዳ ናብ ኣራት ኪሎ ልኡኽ ጉጅለ ክትልእኽ ኣብ ምድላው ከም ዘላ ተሓቢሩ። ኣብይ ኣሕመድ ምስ ሰበስልጣን ህወሓት ምዝታይ ከምዘይደሊ ዝፍለጥ እንትኸውን ሕጂ ናብ ኣዲስ ኣበባ ከምርሕ ምዃኑ ዝተነገረሉ ጉጅለ ግን ካብ መራሕቲ ሃይማኖት፣ ዓበይቲ ዓድን ካልኦት ኣካላትን ዘጠቓለለ ከምዝኾነ ዝተረኸበ ሓበሬታ የረድእ። ይኹን እምበር እቲ ካብ መቐለ ናብ ኣዲስ ኣበባ ከምዘምርሕ ዝንገረሉ ዘሎ ናይ ሰላም ጉጅለ ዝሓሰቦ ዓላማ ከምዘይዐወተን ብልፅግና ፍቓደኛ ከምዘይኸውንን እንዳተገለፀ ይርከብ። ብኣፅዋር ሕቡራት ዓረብ ኢሚሬት ልቡ ሓቢጡ ዘሎ ብልፅግና ምስ ትግራይ ንድርድር ከምዘይቕመጥ ብግልፂ ከምዘፍለጠ ዝተረኸበ ሓበሬታ የረድእ። ዶባት ትግራይ ኣብ ዝኾኑ ግዝኣታት ዓፋርን ኣምሓራን ውግእ ይካየድ ከምዘሎ ተሓቢሩ። ብመሰረት እቲ ዝተረኸበ ሓበሬታ ሰራዊት ብልፅግናን ሓይሊ ሰላም ትግራይን ብሓደ ወገን፣ ሰራዊት ትግራይ፣ ኣገው ሓርነት ግንባርን ፋኖን በቲ ካሊእ ወገን ኮይኖም ዘካይድዎ ዘለዉ ከቢድ ውግእ ከብርቲ ክሳራ ተመዝገቦ ከም ዘለዉ እውን ተሓቢሩ። ካብቲ ግንባር ዝተረኸበ ሓበሬታ ከም ዝገለፆ ሰራዊት ብልፅግናን መሻርኽቱን ህልቂት ከም ዘጋጠሞም ይገልፅ። ብመሰረት እቲ ዝተረኸበ ሓበሬታ ሰራዊት ብልፅግናን መሻርኽቱን ልዕሊ ሽሕን ሓሙሽተ ሚእትን ሙውትን ቁሱልን ልዕሊ ሸሞንተ ሚእቲ ምሩኽ ብምዃን ከቢድ ኪሳራ ዝበፀሖም እንትኸውን፣ ከበድቲ ኣፅዋራትን ድሩዓትን እውን ብሰራዊት ትግራይን መሻርኽቱን ከም ዝተመንዝዑ ዝተረኸበ ሓበሬታ የረድእ። ብልፅግና ነቲ ዝበፅሖ ዘሎ ስዕረት ንምክሕሓስ ሓይሊ ድሮን እንተተጠቐመ እኳ ሰራዊቱ ከም ዘይከኣለን ድምፂ ጥይት እንትትኮስ እግሩ ናብ ዘምርሖ ከም ዝሃደመን ተገሊፁ። ብልፅግና ኣብ ዝተፈላለዩ ግዝኣታት ወሎ ብሓይልታት ፋኖ ከቢድ ስዕረት የጋጥሞ ከም ዘሎ ንቆቦ፣ ከተማ እውን ኣብ ትሕቲ ፋኖ ኣትያ ከም ዝነበረትን ክጽብጸብ ዝጸንሐ እንትኸውን ሕጂ እውን እንተኾነ እቲ ውግእ ይቕጽል ከም ዘሎ ዝተረኸበ ሓበሬታ የረድእ። ኣብይ ኣሕመድ በዝሒ ሰራዊት የሰልፍ እኳ እንተሃለወ እቲ ሰራዊት ግን ብብሄር ተኸፋፊሉን ኢትዮጵያዊ ስምዒት ስለ ዘይብሉን ኣብ ዝኾነ ይኹን ገጢሙ ከሸንፍ ከም ዘይኽእል ፍልፍላት ይገልጹ። ብተመሳሳሊ ዜና ኣብ ዶባት ዓፋርን ትግራይን እውን ውግእ ከም ዝተጀመረ ካብቲ ግንባር ዝተረኸበ ሓበሬታ የረድእ። ብልጽግና ኦሮሞ ኣብ ኣዲስ ኣበባ ኣብ ዘካየዶ ዕጹው ኣኼባ ሓይሊ ሰላም ትግራይ እናተብሃለ ዝፅዋዕ ኣብ ልዕሊ ትግራይ መጥቃዕቲ ንኽጅምር ትእዛዝ ከምዝተውሃቦ ተሓቢሮም። እዚ ኣብ ዓፋር ዝርከብ ሓይሊ ንህወሓት ኣየገልግልን ኢሉ ናብ ዓፋር በረኻ ዝወፀ ከምዝኾነ ዝንገረሉ እንትኸውን ህዝቢ ትግራይ ንዝድገፎ ህወሓት ኣይግዛእን ኢልካ ሸፊትካ ኣንፃር ህዝቢ ትግራይ ንዝኾነት ስምረት ተኣዛዘ ምዃን ግን ብዝኾነ መዕቀኒ ትኽክል ከምዘይኮነ ምሁራት ይገልፁ። እቶም ምሁራት ወሲኾም ከም ዝገለፀዎ ብልፅግና ቁፅሪ ክልተ ንዝኾነት ስምረት ፓርቲ ደጊፍካ ልዕል ዝኾነ ድጋፍ ህዝቢ ትግራይ ንዘለዎ ህወሓት ኣይድግፍን ምባል ብዝኾነ መዕቀኒ ምኽንያታዊ ክኸውን ስለ ዘይኽእል ኣብ ውሽጢ ሓይሊ ሰላም ትግራይ ዘለዉ ዕጡቋት ተጋሩ እቲ ሽርሒ ብብልፅግና ኦሮሞ ዝተኣለመ ምዃኑ ፈሊጦም ገና እንተይረፈደ ንቲዲኤፍ ኢዶም ክህቡ ከም ዝግባእን ከንቱ ሞት ክሞቱ ከም ዘይግባእን ተማሕፂኖም ኣለዉ። እቲ ብደቡብ ዓፋር ዝተኸፈተ ውግእ ብኽልተ ግንባራት ከም ዝተኸፈተ ዝገለጹ ፍልፍላትና፣ እቲ ውግእ ብከቢድ ብረትን ብድሮንን ዝተሓገዘ ከም ዝኾነ ተገሊጹ። እቲ ዋና ውግእ ኣብ መንጎ ሰራዊት ትግራይን በዓል ሓይሊ ሰላም ትግራይ እናበለ ዝጽውዕ ተለኣኺ ብልጽግና ኦሮሞ ዝኾነ ሓይልን እኳ እንተኾነ ሰራዊት ብልጽግና እውን ይሳተፍ ከም ዘሎ ተሓቢሩ። ብልጽግና ኣብዚ ቀረባ ኣብ ዘካየዶ ገምጋም ናብ ትግራይ ንምእታው፣ ክልል ዓፋር ተመራፂ ግንባር ከምዝኾን ኣብ ስምምዕነት ከምዝተበፀሐ ተሓቢሩ። ስለዚ ድማ ግንባር ዓፋር ብወተሃደራዊ መኮነናት ብልፅግና ትግራይ ንምጥቃዕ ስትራቴጂክ ግንባር ከምዝኾነን ሓያል ምንቅስቓስ ሰራዊት ከምዘሎን ዝተረኸበ ሓበሬታ የረድእ። እዚ ከምዚ ኢሉ እናሃለወ ትግራይ ልኡኽ ጉጅለ ትልእኽ ከምዘላ ተሓቢሩ። እቲ ካብ ትግራይ ናብ ኣራት ኪሎ ከምርሕ ከምዝኾነ ዝንገረሉ ዘሎ ጉጅለ ካብ መራሕቲ ሃይማኖት፣ ዓበይቲ ዓዲ፣ ሰብ ሃፍቲ ወዘተ ዝሓዘ ከም ዝኾነን ብናይ ባዕሉ ተበግሶ ዝንቀሳቐስን ናይ ሕወሓት ልእኽቶ ዘይብሉን ከም ዝኾነ ተፈሊጡ ኣሎ። ይኹን እምበር ብልፅግና ንሰላማዊ ዘተ ፍቓደኛ ከም ዘይኸውን እናተነገረ ይርከብ። እዚ ከምዚ ኢሉ እናሃለወ ኣብ ምዕራብ ትግራይ ከቢድ ተፋጠጥ ዝቐነየ እንትኸውን ሕጂ ግን ስጉምቲ ከም ዝተጀመረ ተፈሊጡ። ብመሰረት እቲ ዝተረኸበ ሓበሬታ እቲ ውግእ ኣብ ወልቃይት ይካየድ ከም ዘሎን ብከቢድ ብረት ዝተሓገዘ ከምዝኾነን ተገሊፁ። ካብ ፍልፍላት ዝተረኸበ ሓበሬታ ከምዝገለፆ ኣርሚ ሰብዓ እውን ናብ ምዕራብ ትግራይ ከምዘምረሐ ተሓቢሩ። እዚ ከምዚ ኢለ እናሃለወ ልኡኽ ጉጅለ ኤርትራ ናብ መቐለ ከምዘምረሐ ተፈሊጡ። እቲ ወተሃደራውን ፖለቲካውን መራሕቲ ከምዝሓዘ ዝተነገረሉ ጉጅለ ልኡኽ ኤርትራ ናብ ትግራይ ከምዘምረሐን ኣብ ወሰንቲ ጉዳያት ምስ መራሕቲ ትግራይ ዘተ ከም ዘካይድን ዝተረኸበ ሓበሬታ የረድእ። ኤርትራ ኣብዚ ክልተ መዓልቲ እዚ ልኡኻት ግብጺ ዘተኣናገደት እንትትኸውን፣ ሕጂ ድማ ልኡኻት ኤርትራ ናብ ትግራይ ምምርሖም እቲ ዞባዊ ኣሰላልፋ ግልጺ ይኸውን ከም ዘሎን ብልጽግና በይኑ ይንጸል ከም ዘሎን ተንተንቲ እናገለጹ ይርከቡ። በዚ ዝተጨነቐን ከቢድ ናይ ህልውና ሓደጋ ዘጋጠሞን ስርዓት ብልፅግና በብመዓልቱ ናይ ጭንቀት ኣጀንዳታት እናቐረፀ ይነዝሕ ከም ዘሎ ፍልፍላት ይሕብሩ። ልኡኽ ትግራይ ኣብ መበል 35 ፀንበል ኤርትራ ንምስታፍ ምድላዋቶ ከም ዘወደአ ተሓቢሩ። ንዝምድና ኤርትራን ትግራይን ናብ ዝለዓለ ብርኪ ንምብፃሕ ብቆራፅነት ዝሰርሕ ዘሎ በዓል ሃፍትን ኣምባሳደር ሰላምን ኣቶ ዳዊት ገብረዝጋብሄር ኣብ መበል ሰላሳን ሓሙሽተን በዓል ነፃነት ኤርትራ ንምስታፍ ንላዕለዎት ተወከልቲ ትግራይ ኣሰንዩ ናብ ኣስመራ ክኣተ ምዃኑ ተገሊጹ። እዚ ብስራት እዚ ዘሰንበዶም ዕሱባት ስርዓት ብልጽግና ድሮ ጭውጭውታ ጀሚሮም ኣለዉ ክትብል ድምፂ ሓበሻ ጸብጺባ። ሰላም ክልቲኦም ህዝብታት ንምፍራስ ዝሓለምዎ ስለ ዝፈሸለ ክጭነቑ ንቡር እዩ ክትብል እውን እታ ሚድያ ገሊፃ ኣላ። ህዝቢ ኤርትራን ህዝቢ ትግራይን ሓቢሮምን ተደጋጊፋሙን ክዓብዩ ዝግብኦም ህዝብታት እኳ እንተኾኑ ብዝተፈጠሩ ፖለቲካዊ ስሕተታት ንዓመታት ተፈላልዮምን በሮም ዓፅዮምን ከም ዝፀንሑ ዝፍለጥ እዩ። ሕጂ ግን እዞም ክልተ ህዝብታት ሓቢሮም ዝዓበየ ይፍጠር ምህላዉ ንክልቲኦም ህዝብታት ዓብዪ ብስራት ከም ዝኾነ እንዳተገለፀ ይርከብ። ህዝቢ ትግራይ ንጉዳያቱ ባዕሉ ንባዕሉ ናይ ምምሕዳር ዘይግህስ ምሉእ መሰል ደጊሙ ከረጋግፅ ምኽኣሉ መሰሉ እዮ ክብል ብሄራዊ ግንባር ሓርነት ሲዳማ ገሊፁ። ህዝቢ ትግራይ ተወዚፉ ዝፀንሐ መግለፂ ላእላውነቱ ዝኾነ ቤት ምኽሪ ደግም ናብ ስራሕ ክምለስ ዝወሰኖን ተግባራዊ ምግባር ምጅማሩን ስዒቡ ኣብ ዘውፅኦ መግለፂ ነዚ ዝገለፀ ብሄራዊ ግንባር ሓርነት ሲዳማ ኣብይ ኣሕመድ ካብ መጀመርታ ስልጣን ካብ ዝሕዝ ጀሚሩ ነቲ ሕጂ ኣብታ ሃገር ዘሎ ሕገ መንግስትን ኣብ ምትካል ዓብዪ ግደ ኣብ ልዕሊ ዝተፃወቶን ህዝቢ ትግራይን ፖለቲካዊ ውድብ ህወሓትን ካብ ሱር ንምጥፋእ ሓሲቡ ብተግባር እውን ወፊሩ እዩ ዝበለ እቲ ግንባር ይኹን እምበር ሳላ ተሪር መኸተን ጅግንነት ህዝቢ ትግራይን በርዒኑ እዩ ኢሉ። ኮይኑ እውን ኣብ ልዕሊ ትግራይ ብዝተፈፀመ ዘራይ ዘተኣኻኸበን ፅንተታዊ ኹናት ከቢድ ሃሰያ ኣብ በፂሒ እዮ፣ ሕጂ እውን ሚሊዮናት ካብ መረበቶም ተመዛቢሎም ኣብ ዝኸፈኣ ኹነታት ይርከቡ ዝበለ መግለፂ ብሄራዊ ግንባር ሓርነት ሲዳማ ይኹን እምበር፣ ኣብይ ኣሕመድ ሕጂ እውን ዝጀመሮ ፅንተታዊ ኹናት ብኻሊእ መንገዲ ካብ ምቕፃል ደው ኣይብልን፣ ዝተፈላለዩ ተግባራት ፅንተት እናፈፀመ ምዃኑ እቲ ግንባር ኣብ መግለፂኡ ጠቒሱ ኣሎ። ኣቐዲሙ እውን ብዝተፈላለየ ምስ ኣብ ልዕሊ ትግራይ ዝተፈፀመ ኣዋጅ ፅንተታዊ ኹናት እውን ብዝተወደበን ዝተዋደደን መንገዲ ብስርዓት ኣብይ ተፈፂሙ እዩ። ሕጂ እውን ኣብ ዝተፈላለዩ ከባብታትን ብሄራትን ዝቐፅል ዘሎ ዝበለ እቲ ግንባር ሕጂ ትግራይ ጉዳዩ ንምምሕዳር ዘይገሃስ መሰሉ ዳግም ከረጋግፅ ምኽኣሉ መሰሊ እዩ ኢሉ ከምዝኣመነን ከምዝድግፎን እቲ ግንባር ገሊፁ ኣሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም